በጃኺ ባይ ትረበሺ ከቐደማኺ ተን መሓዙትኪ ከይሸራረፍቲ ሓሳባትኪ ፈትየይ ኮንኩን ተደናጉየ ማለትሲ ኣቢ ከም ደራፋይ ኣብተን ፈለማ ዝሰርሐን ደርፍታቱ ገለመለን ኣብ ጽቡቕ ደረጃ ክበጽሕ ምዃኑ ይርድኣኒ ነይሩ። ከምዚ ይሪኦ ነይረ ዋላ ምሽ ደስ ዝብለካ ደርፉ ጥዑም ገለ ክኸውን እዩ ዝ- ገለ ይብሎ ነይረ ብመሰረቱ ኩለን ደርፍታቱ ናይ ኣቢ ብጣዕሚ ይፈትወን እየ ብጣዕሚ ኩለን ማለት እዩ። ድሓር ኣይመችኣክን ምስ ሰረሐ ግን ብጣዕሚ ይመችእኒ ንዓይ እሞ
ግን ወላ ሓንቲ ጥዕምቲ እያ በቃ ጥዕምቲ ስለ ዝኾነት ኣይምችኣክን ምስ ተወላዕሲ ኣብ ስምዒት ዲኣ ትሰብ ገለስ የለን ንዓይ ደስ ትብለኒ ኣይመችኣክን እያ እዚኣ እውን ፅብቕቲ እያ እዛ ሕጂ ሰሪሕዋ ዘሎ ዝያዳ ግን እዛ ናይ ሕጂ መግለፂ የብለይን ኣነ ሕጂ እዛ ተፀበየኒ ከዓንስ

እወ ተጸበይኒ እምነት እንድዩ ዝገልጽ ብእምነት እንድሕር ደኣ ተጸባቢኻስ ደሓር ዓስቢ ናይቲ ትጽቢት ከኣ ዓቢ ነገር ምዃኑ እያ ትገልጽ ማለት እዩ ብሓፈሻ። እዚ እዋ እንታይ እዩ
ናይ ተጸበይኒ እዋን እዩ ከምኡ ናይ ምፍልላይ ገለ ዝበዝሖ እዋን እዩ እታ ተጸበይኒ ትብል ቃል ህብብቲ እያ። ብፍላይ ከኣ ኣብ መጀምርታ ዘሎ ክፋል ገለ ሻላ ብጣዕሚ ልበይ እዩ ዝረኽበኒ ነገር ካልእ ከይማሙቕ ኣብቲ ሕቕፎ ገለ ክብላ ከሎስ

ጥዑይ ፍቕሪ ዝበሃል ኣሎ ናይ ልብኻ ትረክብ። ኣብ መንጎ ክልተ ፍቑራት ዘሎ ዳርጋ መሰናኽል ዶ ክንብሎ? ናይ መርዓ ዝበሃል ዕድመ በጺሓ እታ ጓል። ክትምርዖ ምኻና፣ ስድራ ተሰዲዱ ገለመለ ገለ። ግን ክምርዓው ኣይከኣለን። ናቱ ሽግራት ኣለዎ እዚ ሰብዚ። ናብ ካልኦት እንድሕር ደኣ ኬድክስ እቲ ሕጉስ ህይወትኪ ኣይክትረኽብዮን ኢኺ። በቃ ሹር ኮይነ እየ ከማን ዝዛረብ ናተይ ኢኺ እዩ ድብላ። ናተይ በቃ። ደለይቲ ኣለውኺ፣ ፈተውቲ ኣለውኺ፣ ክወዝኹ ዝኽእሉ ኣለዉ። ዋላ ሽሕ ግዜ እቲ እሱ ክበኪ ዝኽእል። እንተሃበኪ እታ ፍቕሪ ናተይ ግን ኣይትረኽብያን ኢኺ ዝብሎ ኣሎ። እቲ ቀደማ ክተን መሓዙትኪ ከምሽ ብዙሕ ኣይትጨነቒ ገለ ክብላ ከሎ ብሓቂ ብልክዕ ከምዚ ክትጽብዮ ደልዮ ከም ዘሎስ ልክዕ ብልክዕ ዝነግር ግጥም ሻለ ከምዚ ብጣዕሚ ኢኻ ዘናቕታ ደርፊ ሃዋ ሃዋ ፍቕርኺ